ነንበይኑ መግለፅታት ዝሃቡ ፕረዚደንት ቱርኪ ጣይብ ኤርዶጋን ከምኡውን ቀዳማይ ሚኒስተር ኣብዪ ኣሕመድ፣ ኢትዮጵያ ናይ ምስፍሕፋሕ ድሌት የብላን ኢሉ። ከመቶ ሰላሳ ሚልየን ህዝብ በላይ ያላት ሃገር የሲ ኣክሰስ ተከልክላ። እቲ ዝሓየለ ሰራዊት ዓለምና ዳግማይ ከም ዘይትስእ ገይሩ ክህረም ይኽእል እዩ። ኣብ መበል ሰማንያን ኣርባዕተን ዓመቱ ዓሪፉ ኣሎ። ሰራዊት ኢትዮጵያ ንሰሜን ገጹ ይንቀሳቐስ ኣሎ ብዝብል
ነንበይኑ መግለጽታት ዝሃቡ ፕረዚደንት ቱርኪ ጣይብ ኤርዶጋን ከምኡውን ቀዳማይ ሚኒስተር ኣብዪ ኣሕመድ ኣብ ኣዲስ ኣበባ ወግዓዊ ምብጻሕ ዘካየደ ፕረዚደንት ቱርኪ ጣይብ ኤርዶጋን ምስ ቀዳማይ ሚኒስተር ኣብዪ ኣሕመድ ኣብ ዝገበሮ ዘተ ቱርኪ ኣብ ቀርኒ ኣፍሪቃ ሓድሽ ግጭታት ክትርኢ ከም ዘይትደሊ ገሊጹ ነይሩ። ቀዳማይ ሚኒስተር ኢትዮጵያ ታሪኻዊ ወግዓዊ ምብጻሕ ክብል ዝገለጾ ዑደት ፕረዚደንት ረሲፕ ጣይብ ኤርዶጋን ቱርኪ ኣብ ዞባ ቀርኒ ኣፍሪቃ ዘለዋ ተገዳስነትን ረብሓታትን ኣመልኪቱ ቀዳማይ ሚኒስትር ኢትዮጵያ ኣብዪ ኣሕመድ ምስ ፕረዚደንት ኤርዶጋን ኣብ ዘካየዶ ዘተ ኣብ ስትራቴጂካዊ ምትሕብባር ክልቲኤን ሃገራት ክሰርሑ ከም ዝተሰማምዑ እዩ ኣመልኪቱ። ኣብ ስትራቴጂካዊ ምትሕብባር ሓሳብ ተለዋዊጥና ረብሓ ክልቲኤን ሃገራት ንምዕባይ ዘለና ድልውነት ዳግማይ ኣረጋጊጽና እውን ኢሉ። እዚ ምስ ናይ ቱርኪ ኤርዶጋን ዘካየዶ ዘተ ኣብ መንጎ ኢትዮጵያን ቱርኪን ዘሎ

ኢትዮጵያ ኣብዚ ዓመት እዚ ዓሰርተ ነጥቢ ክልተ ሚልዮን ዕቤት ከም ዘመዝገበትን ትዓቢ ከም ዘላን ድሕሪ ምግላጽ፣ እዚ ዕቤት እዚ ቀጻሊ ንኽኸውን ከም ቱርኪ ዝኣመሰሉ ፈተውቲ ኢትዮጵያ ብዲፕሎማስያዊ መንገዲ ጽዕንቶ ብምፍጣር ኢትዮጵያ ብሰለማዊ መንገዲ ኣፍደገ ባሕሪ ክትረከብ ትኽእለሉ መንገዲ ክፈጥሩ ምስ ኤርዶጋን ብስፍሓት ከም ዝተዘራረብሉ እዩ ሓቢሩ። ይኹን እምበር ፕረዚደንት ቱርኪ ረሲብ ጣይብ ኤርዶጋን ኣብቲ ምስ መዘንኡ ቀዳማይ ሚኒስተር ኣብይ ኣሕመድ ንጋዜጠኛ ዝሃቦ ሓበራዊ መግለጺ ኢትዮጵያ ንዘልዓለቶ ሕቶ ኣፍደገ ባሕሪ ብቐጥታ ኣየልዓሎን። እንተኾነ ኢትዮጵያን ሶማልን ንዘሰሓሓበን ጉዳይ ብምልዓል ኣብ ኣንካራ ንዝተገብረ ስምምዕ ኣመስጊኑ። ፕረዚደንት ኤርዶጋን ቱርኪ ኣብ ቀርኒ ኣፍሪቃ ሓድሽ ጎንጽታት ክትርኢ ከምዘይትደሊ'ውን ገሊጹ። ጸገማት ቀርኒ ኣፍሪቃ ብባዕለን ብሃገራት'ቲ ዞባ ክፍታሕ ከምዝግባእ ብምሕባር ቀርኒ ኣፍሪቃ ዓውደ ውግእ ክትከውን የብላን ኢሉ። እስራኤል ንሶማሊላንድ ዝሃበቶ ኣፍልጦ ንሶማሊላንድ ኾነ ንቀርኒ ኣፍሪቃ ኣይጠቅምን ኢሉ።

ብጀካ'ዚ ቀዳማይ ሚኒስተር ኢትዮጵያ ኣቢይ ኣሕመድ ንምጅማር ጾም ሮሞዳን ኣመልኪቱ ሰሉስ ዓሰርተ ሽዱሽተ ለካቲት ብዓረበኛ ኣብ ዘመሓላለፎ መልእኽቲ ኢትዮጵያ ናይ ምስፍሕፋሕ ድሌት የብላን ኢሉ። እቲ ቀዳማይ ሚኒስተር ኣብ መልእኽቱ ኢትዮጵያ ምድሪ ሓቂ'ያ፣ ንድሕንነት ጎረቤታ ኣብ ሓደጋ ኣይተእቱን'ያ ኢሉ። ኣብዚ ሕጂ እዋን ምስ ኤርትራ ናብ ኲናት ንኸይኣቱ ስግኣት ፈጢሩ ኣብ ዘለወሉ እዋን'ዩ እዚ መግለጺ ሂቡ ዘሎ። እቲ ቀዳማይ ሚኒስተር ኣብዚ ናይ ጾም ሮሞዳን መግለጺ ሓደ ንዓለም ከነረጋግጾ እንደሊ ኢትዮጵያ መሬት ንምውራር ንምስፍሕፋሕ ድሌት ከም ዘይብላ ንድሕነት ጎረባብታ ኣብ ሓደጋ ከም ዘይትእቱን እዩ ተዛሪቡ። ጉዳይ ማይ ኒል ኣልዒሉ ኣብ ዝሃቦ መብርሂ'ውን ማያዊ ሃብትና ተጠቂምና ንልምዓት ዘለና ድሌት ብዝኾነ መለክዒ ግደ ካልኦት ዘጉድል ኣይኮነን ኢሉ። ኢትዮጵያ፣ ግብፅን ሱዳንን ብምኽንያት እቲ ኢትዮጵያ ዝሃነፀቶ ዓብዪ ግድብ ህዳሴ ኣብ ምጅማር ኣትሒዙ ንዓመታት ክዛተያሉ እኳ እንተፀንሓ ንኹለን ናብ ስምምዕ ነጥቢ ግን ከብፅሐን ኣይከኣለን። ግብፂ ምህናፅ ዓብዪ ግድብ ህዳሴ ንመጠን ማይ ኒል ከጉድል ኣብ ሓደጋ ከውድቕን እዩ ብምባል ክሳብ ምትእትታው ምዕዳም በፂሓ እያ። ሃገሩ ንልዕሊ ሚእትን ሰላሳን ሚልዮን ህዝቢ ካብ ድኽነት ንምግልጋል ኣብ ቃልሲ ከም እትርከብ ብምግላጽ፣ ድሕንነቱ ዝተሓለወ ብፍትሒ ኣፍደገ ባሕሪ ንምርካብ ዘለና ድሌት ምስ ሰብኣዊ ድሌት ምስ ምውሳኽ ብዝሒ ህዝብን ዝሳነ ጻውዒት'ዩ ክብል ገሊጹ'ሎ። ሃገሩ ኣፍደገ ባሕሪ ንምርካብ ዝገብሮ ዘለና ምንቅስቓስ ብኻልእ መንጽር ንልኡላውነት ጎረባብትና ዘይትንክፍ፣ ናይ ካልኦት ጥቕሚ ዘየጉድልን ናይ ሽርክነት ዕድመ'ዩ ድማ ኢሉ።

ዋሽንግተን ምስ ኢራን ኣትያቶ ዘላ ውጥረት ብዝዛመድ ኣብ ዝረኸቦ ኣጋጣሚ ኩሉ ብዛዕባ ሓይሊ ሰራዊት ኣሜሪካ ብተደጋጋሚ ተዛሪቡ እዩ። ናብ ኢራን መራኽብ ኲናት ዘጸግዐት ኣሜሪካ፣ ኢራን ዝቐርቡላ ቅድመ ኩነት ተቐቢላ ኣብ ስምምዕ እንተዘይበጺሓ ስጉምቲ ከም ዝውሰዳ ትራምፕ ኣጠንቂቑ ነይሩ። ኣያቶላህ ዓሊ ካሚኒ ኣብ ዝሃቦ ምላሽ፣ ፕረዚደንት ኣሜሪካ ሰራዊት ኣብ ዓለም እቲ ዝሓየለ ምዃኑ ብተደጋጋሚ ይዛረብ እዩ፣ ሓደ ሓደ ግዜ ግን እቲ ዝሓየለ ዝበሃል ሰራዊት ከም ዘይትንስእ ገይሩ ክህረም ይኽእል እዩ ብምባል ኣጠንቂቑ። ኣያቶላህ ዓሊ ወሲኹ፣ ኣሜሪካ ንመራኽብ ኲናት ናብ ኢራን ከም ዝለኣኸት ብተደጋጋሚ ትገልጽ ምህላዋ ብምጥቃስ፣ እተን መራኽብ ሓደገኛ መሳርሒ'የን፣ እንተኾነ ግን እቲ ዝበለጸ ሓደገኛ፣ እዘን መራኽብ ኣብ ትሕቲ ባሕሪ ክጥሕል ዝገብር መሳርሒ ወይ ኣጽዋር'ዩ ኢሉ። ኣሜሪካ ሰለስተ ኣጽዋር መጥቃዕቲ ሚሳይላት ዝመርሓ ኤፍ ሰላሳን ሓሙሽተን ዝዓይነተን ነፈርቲ ውግእ ሓዊሱ ቴስዓ ነፈርቲ ከምኡውን ሓሙሽተ ሽሕን ሽዱሽተ ሚእትን ሰማንያን ሰራሕተኛታት ዝጸዓነት መርከብ ኣብርሃም ሊንከን ኣብ መወዳእታ ጥሪ ናብ ዞባ ወሽመጥ ከም ዘዋፈረት ገሊጻ ነይራ። ናብ ብቃል ሓበሬታ ዝትሪእዎ ዘለኹም መራሒ ቃልሲ ሲቪካዊ መሰላት ጸለምቲ ኣሜሪካውያን ጀስ ጃንክሰን ኣብ መበል 84 ዓመቱ ዓሪፉ ኣሎ። ቀንዲ ብጻይ ውሩይ ተሓላቒ መሰላት ጸለምቲ ኣሜሪካውያን ማርቲን ሉተር ዝነበረ ጃንክሰን ኣብ ፖለቲካ እታ ሃገር ዓቢ ጽልዋ ዝነበሮ እዩ። ኣብ ክልተ ሽሕን ዓሰርተ ሸውዓተን ብሕማም ፓርኪንሰንስ ድሕሪ ምጥቅዑ ዳርጋ ካብ ዓይኒ ሰብ ርሒቑ እዩ ጸኒሑ። ኣብ ሽሕን ትሽዓተ ሚእትን ሰማንያን ኣርባዕተን ከምኡ'ውን ሽሕን ትሽዓተ ሚእትን ሰማንያን ሸሞንተን ፈላሚ ጸሊም ፕረዚደንት ኣሜሪካ ንምዃን ተወዳዲሩ ምንባሩ ዝዝከር ኰይኑ፣ ቤተሰቡ ኣብ ዘውጽኦ መግለጺ፣ ሰሉስ ንግሆ ብስድራቤቱ ተኸቢቡ ብሰላም ዓሪፉ ኣሎ ክብሉ እዮም ኣፍሊጦም። ኣቦና ዘይሃስስ ታሪኽ ገዲፉ ሓሊፉ ኣሎ ክብል እውን እቲ መግለጺ ይጠቅስ። ኣብ ቀል ሓበሬታ ብዛዕባ ምንቅስቓስ ሰራዊት ኢትዮጵያ ዝምልከት እዩ። ከምዚ ትሪእዎ ዘለኹም እዚ ስእሊ ኣብዚ ሰሙን እዚ ሰራዊት ኢትዮጵያ ንሰሜን ገጹ ይንቀሳቐስ ኣሎ ብዝብል እዚ ዓይነት ስእልታት ክዝርጋሕ ቀንዩ ኣሎ። ኣብ ሰሜን ኢትዮጵያ ዳግማይ ኲናት ከይለዓል ስግኣት ይውስኽ ከም ዘለዎን ተገሊጹ ኣሎ። ኣብ ሰሜን ኢትዮጵያ ሓያል ምንቅስቓስ ሰራዊት ፈደራልን ሓይልታት ክልላትን ይረእ ብምህላው ዳግማይ ኲናት ከይለዓል ስግኣት ከም ዘሎ ሓደ ዲፕሎማት ዘለዎ ስግኣት ገሊጹ። ኣብ ዝሓለፈ ጥሪ ኣብ መንጎ ሓይልታት ፈደራልን ሓይልታት ክልል ትግራይን ምልውዋጥ ተኹሲ ከም ዝተገብረ ዝዝከር ኮይኑ፣ ሰብ መዚ ትግራይ እቶም ብሰንኪ እቲ ኣብ ክልተ ሽሕን ዕስራን ክሳብ ክልተ ሽሕን ዕስራን ክልተን ዝተኻየደ ኲናት ኣብ ምዕራብ ትግራይ ዝተፈናቐሉ ኣማኢት ኣሽሓት ናብ ቤቶም ንክምለሱ'ዮም ዝጠልቡ ዘለዉ።

ሎሚ ዝበልናዮ መደብ ዝመስል ነይሩ ክሳብ ዝቕጽል መደብ ሰላም።